ልብ ወለድ ዛንታ ድሕሪ ማይ ናብ በዓቲ ብናሆም መድሃኒ ሓምሻይ ክፋል ካብ ዝሓለፈ ኣብ ረብዓይ ክፋል ንመዘኻኸሪ ዝኣክል ራሄል ለይቲ ሓደ ፅሉል ናብ ዓለመይ እንታይ ክትገብሪ መጺኺ እንዳበለ እንዳቐረበ ከም ዝመጻን ነብሳ ከተውጽእ ክትሃድም ከም ዝጀመረትን ቀሩብ ምስ ጎየየት ከርክባ ምስ ቀረበ ብፍርሒ ከም ዝወደቐትን ኣብ ኢዳ ዝነበረ ቦርሳ ኣርሒቑ ካብኣ ከም ዝወደቐ እቲ ጽሉል ድማ ኣብ ነብሳ ጉድኣት ከየውረደ ክዳውንቱ ብምውጻእ ክዳውንታ ከም ዝለበሰን ዝተረፈ እውን ኣብ ክሳዱ ተሰኪምዎ ከም ዝኸደ ኣንጊሃ ናብታ ዝነበረታ ቤተ ክርስቲያን ከም ዝተመለሰትን ጸሎት ጌራ ወዲኣ ኣብ ጎደና ኮፍ ከም ዝበለት ኩሉ ኣለባብሳኣ ጽልልቲ ከም ኣምሲልዋ ከም ዝነበረን ትልምን ዘላ መሲልዋ ድማ ሓንቲ ኤርትራዊት ገንዘብ ኣውጺኣ ከም ዝሃበታ ቋንቋ ስለ ዘይትኽእል ብትግርኛ የቐኔለይ ተቐበልኒ ኢላ ክትምልሰላ ከም ዝተዛረበታ ከም ኤርትራዊት ጓልን ንምንዋራ ድማ ኩሉ ጸገማ ከም ዝሓተተታ ራሄል እውን ከም ዝነገረታ ርኢና ኔርና። ልብወለድ ዛንታ ድሕሪ ማይ ናብ በዓቲ ብናሆም ሚካኤል ብናሆም መድሃኔ ሓሙሻይ ክፋል ይቐጽል። ዘጋጠመኒ ምስ ነገርክዋ ብድንጋጸ ተመልያ ነቲ ብርስሓት ምቕራቡ ዘፈንፍን ነብሰይ ለጊባ ብምሕቓፍ ንሳ ብድንጋጸ ኣነ ብጸገመይ ተታሒዝና ንዊሕ ነባዕና። ድሕርዚ ናብቲ ሓደ ለውጢ ናይ ሰናይ ነገር ምስግጋር ዝነበረት ዕለት መጋቢት ዕለት ሸሞንተ ክልተ ሽሕን ኣርባዕተን ተሰጋገርኩ። ናይ ብሓቂ ንሰምሃር ጸሎተይ ሰሚዑ ዝሰደደለይ መልኣክ ገይረ ወሰድክዋ ነቲ ዝቆረረ ሕልሜን ሕልናይ ጽምዋን ኮታ ኩሉ ጾረይ ከም ዘራገፍኩ ፍኹስ በለኒ። ሰምሃር ናይ ብሓቂ ሰብኣውነት ዝወነነት ምሽ ትፈልጦ ኣብ መንገዲ ጓና ሰብ ሕማቕ እንዳረኣየት ሓሊፋ ክትኸይድ ዘይትኽእል ምስኪን ሰብ እያ። ልዕሊ ኩሉ ምስኣ ዘለዎ ቃላት ናይ ምጽንናዕ ክገልጸልካ ኣይክእልን እየ። ጽቡቓ ብፈጣሪ ትርከቦ እምበር ከም ንግስቲ ሓንቂቓትኒ እያ። እዚ ልውሃታ ሕንቃቓኣን ግን ንሓጺር ግዜ እዩ ነይሩ። ለውጢ ረኺባ ካብ ጎደና ምልዓላ ካብ ሕጂ ዝተረፈ ህይወታ ቅልል ክብላ እዩ ዝብል ግምተይ ነዊሕ ከይቀጸለ ጸየቐቶ። ተባኢስና ወይ ጠባይ ቀይራ ከይትብልኒ ብስምዒት ከባቢየይ ብዝርብሽ ድምፂ ሓተትክዋ። ቄስ እባ በል ኣብርሃም ክነግረካ እንድየ ኮነታተይ ገሪምዋ ገንሐትኒ ዓዊለ ከም ዝተዛረብኩ ፍጹም ኣይተረድአንን ብስክፍታ ከም ሰራቂ ቀባሕባሕ እንዳበልኩ ፋሕ ኢሎም ተቐሚጦም ዝነበሩ ሰባት ብዓይነይ ኮለልክዎም። ኣዒንቲ ዅሎም ኣባና ተተኸለን ረኣኹ። ድሕርዚ ኣነውን ርእሰይ ኣድንን ትም በልኩ። ራሄል ብምቕጻል ንሰምሃር በዓል ቤታ ኣብ ወጻኢ ይነብር ስለ ዝነበረ ድሕሪ ወርሒ ሰሊጥዋ ናይ ስንብታ ምሸት ኣኸለ። ብሓቂ ምስላጥ ዝግብኣ ሰብ ተንኮል ዘይብላ ንጽህቲ ከም ማይ ንግሆ ዘይተዘረገት ስም ኣብ ስደት ዘጋጠመትኒ ሓንቲ ንሳ ሰምሃር ጥራይ እያ ነይራ። ራሄልን ሰምሃርን ኤዳ ኣይጽገብን እያ። ራሄል ንሰምሃል ንኢዳ ኣይትጸግባን እያ ሓቂ ወላ ዝገበረትላ ብንጹር ተዘይነገረትኒ ካብ ጎደና ኣልዒላ ክተጸናንዓ ሃፍቲ ክትኾና ምርካባ ብሓቂ ከንደይ ሰብ እውን ጥዑይ ሓላፍነታዊ ከም ዘሎ በሪህለይ እዩ። ኣብቲ ስደት ወላ ልብኻ እዩ ዘሳድድ ዝብል ተደጋጋሚ ቃላት ራሄል ዘይተሰዳ ልብታት ከም ዘለዋ ከስተብዕል ከኣልኩ። ብዝኾነ ነቕሎ ነቕሎ ኮይኑ ብንውዓት ተራኺብና ብንውዓት ትፈላለና ዓለም ጨናዊት ስኢልካ እዩ ብቻኻ ናይ ኤርትራዊ ትረኽቦ ትፍለጥ ትፈላለ በቃ ብሓደ ዘይትነብረሉ ህይወት ንኽትነብር ከም ደቂ ዛግራ ፋሕፋሕ ክንብል ዝተፈጠርና ፍጡራት ኢና ኣብቲ ሰዓት ንስደት ካብ ምርጋም ሓሊፈ ዝገበርክዎ ኣይነበረንን ምስ ሓውኺ ግን ኣይተራኸብኩምን? ድሕርዚ ዝመጽእ ከመይ ክኸውን እዩ? ከራይ ገዛሉ ዋላ ካልእ እንታይ ክትገብር እያ? ካብ ማል ኣብ ርእሲ ዝተመላለሰኒ ሕቶ ምንባራ ናብ ራሄል ኣውሪድ ሓተትኳ። ሓወይ ደበልካ ከምቲ ዝበልኩኻ እዩ ስደት ዋላ ልብኻ እዩ ዘሳድድ ጭካነ ሓወየ እስካብ ዝሃድእ እዩ ዝብል እዩ ዝነይሩ ግምተይ ከም ግምተይ ግን ኣይነበረን ናይ ሓወይ ነገር ከመይ ሓተትኩም ሰምሃር ብናታ ፍሬንድ ንኸትኸውን ሓቲታቶ ተቐቢልዋ ጽቡቕ ክሕልሉ ጀመሩ ድሕሪ ምልምማድ ኣብ ሳልስቲ ብዛዕባይ ክተዕልሎ ኢላ ስመይ ክትጠቅስን ብሎክ ክብላን ግን ሓደ'ዩ ኮይኑ። ሓውካኸ ከምዚ ይገብረካ ድዩ? ከም ሓወይ ጨካን ኣረሜኔ ኣይረኣኹን በንዳረ መለሰትለይ። ህይወት ደኣ እንታይ ደሊኺ? ፈተና ብድሆታት እዮም ዘመቅርዋ። ነፍሲ ወከፍ ጉዕዛኻ ከመይ ጌርካ ትቐውም ከመይ ካብ ዘለኻዮ ተሲእኻ ሓዱሽ ሰብ ትኸውን ተሓሲብካ ተዘይተለዊጥካ ዋጋ የብሉን። ሓወይ በዲሉኒ ህይወት ከምዚ ገይራትኒ ንዓይዶ ከምዚ ኢልካ ወትሩ ምሕሳብ ብዘይበተኽ ሰንሰለት እሱር ኮንካ ሓጎስ ሃብ ዘይብሎም ምንባር እዮም ዘቃልዑኻ። ድሓር ከዓ ሓውኪ ተጋግዩ ኢለኪ ንስኺ ክትጋጊ ቅኑዕ ኣይኮነን ብንፅሩ ብልሕኺ ከተርእዩ ንሱ ተጋግዩ ኢልኻየ ንስኻ እውን ክትጋጊ ክትርሕኺ ተፈቲንኺ ብኸመይ እዩ ደኣ ካብ ጌግኡ ክምሃር ንሰብ ከዓ እኮ ክርሕቐካ ቀሪብኻ ምስ ትስዕሮ እዩ ጌግኡ ዝርድኦ ኣይትሓዝለይ እዚኣስ ኣይትሓዘለይ እዚኣስ ከተግብር ዓቕሚ የብለይ ትማሊ ሰብ ከንስኻ ሰብ ከንስኻ ሰብ ዘይኮንካ እንታይ ክዓብሰልኻ ከምዚ ማይ ሓቆንካ በራሕ ምጽባይ እዩ ንዓይ ብኩሉ ዓጽኒ ስመይ ክልዓል ዘይደሊ ከመይ ክረኽቦ ትሓስብ ንስኻኸ ብዝኾነ ናይዚ ኣረሚን ሓወይ ይጽንሐልካ ድሕሪ ሰምሃል ህይወት ክተርኒ ጀሚሩ ኣብ ገዛ ዝገደፈትለይ ኣቑሑ በብሓደ ዳሸጥኹ ገዛዖን ኣትረፍኩዋ ምንጪ እቶተይ ኣብ ገዛ ዝነበረ ኣቑሑትን ሰምሃረይ ዝገደፈትለይ ቅሩብ ገንዘብን እዩ ነይሩ። ረሲዐልካባ ሰምሃረይ ምስ ኣተወት ወርሓ ኣብ ዘይመልእ ግዜ ሚእቲ ዶላር ሰዲዳትለይ ነይራ እያ ድሕሪዚ ግን ኣብ ሓደራ ኣብ ሓዳራ ብሰንከይ ሃጓፍ ከይፈጠር ፈሪሐ ሴም ካርድ ቀይረ ዳታ ጠቕሊለ ገዳፍኩዎ ዝነበረ ገንዘብ ሓንሳእ ንመዓልቲ ዳበላዕኹ ቅሩ ተሰላዕኹ። ንሰን እውን ከም ዓለምን ክጠልማኒ ጀመራ። ናይዚ ዓለም ነገር ስኢልካ ይበጃኻ ደሓር ከዓ ሰላም ሰላም ናይ ዝፋን ሳባዊት ቤተሰብ ክብራት ኣሕዋተይን ሓተይን ከመይ ሰንቢትኩም? ሰላምታ ይረሳዕኹም ከመጀመሪያ እስከ መጨረሻ ምሳይ ጸኒሕኩም ከም እትኾኑ ይተኣማመን።